ሕቶይ ኣብ ዕደ ናይ ክቡር ፕረዚደንት ኣብዚ ጽላት እዚ ዝተበጋገሰ ወፍሪ ኣሎ። እቲ ልክዕ መረዳእታ ምእንቲ ክህሉ ኣብ መፍረ ደረጃ ዝበጽሐ ይኹን ኣብዚ ጽላት እዚ ኣብ መጻኢ ተታሒዙ ዘሎ መደባት መብርሂ እንተትህበና። ምኽንያቱ እተን ኩባንያታት ንመሸጣ ናይ ኣስሁም ወይ ናይ ብርክታት ክኸውን ይኽእል ንካልእ ዕላማታት ክኸውን ይኽእል ንሳተን ይገልጻ ብዙሕ እየን ዝብላ ኣብ ናብ መርበባት ሓበሬታ ኣተሓሕዛ ናይ መንግስቲ ኤርትራ ግን ኣብዚ ጉዳይ እዚ ጥንቁቕ እዩ ጸኒሑ እሞ ስፍሕ ዝበለ መብርሂ ብርክታት እንተትህበና። ኣበየናይ ብፍላይ? ኣብ መርበባት ሓበሬታ ሲ ከምዚ ኣውጺእና ክንድዚ ኣውጺእና ገለ እናበላ ብዙሕ እስ ኣይገብራይን እሞ እዚ ከኣ ነቲ ስፔኩሌሽንስ ንብሎ፣ እተን ዝከታተለን ናይ ዜና መደባት ፍሉጣት እየን ዓቕመይ ምናልባሽ። እንታይ እያ ብልክዕ እቲ ዘውጸኦ ዘለዋስ ኣብ ምንታይ ምንታይ ዘተኮረ እዩ ከም ኤሪተል ብርክታት ሸይጠን ንኣብነት ኖኖ ክንድዚ
ኦንስ ኣውፅአን ኣውፅእና ክንድዚ ከምዚ ጌርና ክንድዚ መሸጣ ተረኪቡ ክንድዚ ኣታዊ ተረኪቡ ገለ ይብላ እየን ንሳተን ብቐፃሊ ሕጂ ኣተሓሕዛ ናይ መንግስቲ ኤርትራ ግን ኣብዚ ጉዳይ እዚ ጥንቁቕ እዩ ሕጂ ምስቲ ዘሎ መደባትን ምስቲ ቅድሚ ሕጂ ተገይሩ ዘሎ። ናይ ዕደና ማለትካ ድያ? እወ ናይ ዕደና።
እወ ሕጂ ብዙሕ ግዜ ተዛሪበሉ ኣለኹ እዚ ርእስቲ ክዛረበሉ ውን ባህጊ ይብለይን ብዙሕ ግዜ ምክንያቱ ምጥባር ኮይኑ ስለ ዝረኣየኒ። ተስፋ ክትህብን ክትጥብርን ክልተ ነገራት እቶም ገለ ገለ ኣርእስታት እውን ኣብ ዕዳጋ ወሪድና ክንዛረበሎም ንግደድ ኢና እተን ኩባንያታት ከምኡ ክብላ ይኽእላ እየን ኣብ መወዳእታ ምናልባሽ እዚኦም ትማል ዛረበሎም ነበርኩ ርእስታት ኣለዉ ካብ ሓንቲ ንእሽቶ ናይ ዕደና ቦታ ዝኣቱ ዘሎ ኣታዊታት ናይ መንግስቲ ትበሃል ብጀካ እቲ ብኢንተርነት ዝዝርግሕዎ ዝዛረብሉ ዝሸጥዎ ክንደይ ዝኣክል ናይ መንግስቲ ወጻኢታት ትሽፍን ንኣብነት ናይ ልምዓት መደባትና ርእስቲ በርእስቲ ተዛሪብናሎም ገጂፍ ኣይኮነን። ኣነ ብኣሃዛት ተትዛረብ ሰብ ምሰንበደ ምናልባት። ክንደይ ዝኣክል ኣታዊታት እዩ ናይዚ ንዕደና ይኣቱለ ዝበሃል ዘሎ እሞ ኮፍ ኢልካ ኣእዳውካ ኣጣሚርካ ክትምህለል ካብቲ ወርቂ ድመጸ ካብቲ ኣታዊታት ድመጸ ከምዚ ተኾነ ከምዚ ተተገብረ ከምዚ ተተፈጥረ ገዛ ተተሰርሐ ደሞዝ ተወሰኸ ክንድዚ ከምዚ ተኾነ ኢልካ ትዛረብ ብዊንታ ዝኸይድ ነገር የለን ተዓቑሩ የለን ንውሱን ውሱን ከባቢታት ጥቀመሉ ወይ ውልቀ ሰባት ጥቀምሉ ፀጋ የለን። እቲ ጉዳይ ናብ ምጥባር ገፁ ክኸይድ የብሉን። ሓቂ ዘይኮነ ሓበሬታ ምዝርጋሕ ኩሉ ይብሉ። ንሳተን ዝብልኦ እተን ኩባንያታት ዝፅሕፍኦ ዘውፅኦ ብዙሕ ክትዛረበሉ ትኽእሊ ግን ከም ፖሊሲ ብቐንዱ ኣብ ክንዲ መሰረታውያን ሳስተይነብል ልብዓት፣ ዕብየት፣ ከምጹ ዝኽእሉ መደባት ኣተኲርና ምስራሕ እዚ ጸጋታት እዚ ኣሎ እሞ ንሱ ከማና ኩሉ ጸገማትና ክፈትሓልና ኢልና ኣእምሮናን ኣካላትናን ከነኸርዝዝ ሓደገኛ ሳዕቤናት ስለ ዘምጽእ፣ ዘይኮነ ዘይጭበጥ ስእልታት ስለ ዝህብ፣ ናብቶም ንነባሪ ወይ ቀጻሊ ወይ ዘላቒ፣ ሳስተይነብል፣ ልምዓት ከደፍኡና ዘለዎም መደባት ናብኣቶም ክንዛረብ ክንክኢል ኣለና። እዞም ትማሊ ዝጠቐስኩዎም ወይ ኩሎም እቶም ናይ ትሕተ ቅርጺ መደባትና ክንምድቦ ክንትግብሮም ዘይክንትግብሮም ጽናሓልና ያኣኺ ገዛ ጽናሕ ጽርግያ ጽናሕ ወደብ ጽናሕ ፋብሪካ ጽናሕ ኤለትሪክ ጽናሕ ማይ ጽናሕ ኩሉ ጽናሕ መነባብሮ ከቢሩ ገዛ ክራይ ከቢሩ ኣስቤዛ ከቢሩ ስለዚ ከምዚ ዶ ይከውን ሕጂ ኣብ ኮሙታት ኣትያ ክትዛረብ ብጣዕሚ ኣጸጋሚ እዩ እቲ ሓበሬታት ኣብ ኢንተርኔት ድዝርጋሕ ይኹን መዓልቲ መዓልቲ ድህብዎ ጽቡቅ እንቋዕ ወጸ እንቋዕ ገለጽዎ ግን ንሱ ዘይኮነ ነፍሲ ወከፍ ዜጋ ናይዚ ሃገር፣ ነፍሲ ወከፍ ሰብ ይፈልጥ እዩ። እትረፍ ኣብ ዓበይቲ ናይ ልምዓታዊ መደባት ዝወጹ ገንዘባት እዞም ትማሊ ዝጠቐስኩዎም ምናልባሽ ካልኦት ዘይተዘከሩ ሓዊስካ ብጥቕሉሉስ ክንደይ ዝኸውን ጠለባት ኮን ይህልዎ እንድሕር ኢልካ ናይ ኣርባዕተ ክሳብ ሓሙሽተ ቢልዮን ዶላር ዝኸይድ ፕሮጀክታት እዩ። ነዚ ኩሉ ፕሮጀክታት እዚ ከተተግብሮ እንድሕር ኮይንካ ኣብ ጅባኻ ክንድኡ ዝኣክል ገንዘብ እንድሕር ኣለካ ሕጂ ክተበግሶ ውን ትኽእል ኢኻ ናይ ትግባሬኡ ግዜ ብዘየገድስ ማለት እዩ። ንዓታቶም ብመድርኻት ኣውጺኻ ከተግብሮም እንድሕር ኮይንካ ኣብ ዓመት ክንድዚ ከውጽእ እየ እሞ ክንድዚ ካብኦም ከተግብር እየ እንድሕር ኢልካ ኣብ መወዳእታ ኣታዊታትካ እዩ ዝውስኖ ብሙሉእ ኣታዊታት ናይ ሃገር ካብ ደገ ካብ ውሽጢ ካብ ዝኾነ ካልእ ጽላታት ድመጸ ተደማሚሩ ክንደይ ድኸውን እዚ ሳቶም ዘውጽኦ ኣሃዛት ሲ ናይ ነዳዲ ናይ ፍርቂ ዓመት ባጀትና ውን ኣይሽፍንን እዩ ብሙሉእ ተደሚሩ። ሓበሬታ ኣለኒ እፈልጥ እየ እንታይ ከም ዘሎ እንታይ ከም ዘየለ ዝብል እንተልዩ ዛረቦ ክእል እየ ግን ኣብ ፅርግያ ወይ ዝዛረበሉ ምክንያት ኣይኮነን ብኡ ዝሰናበት ሰብ የለን ብኡ ዝጭነቕ የለን ዘወፃፅኣና ንገብር ይብዛሕ ይውሓድ ኣብ መዓልኡ ከም ዝውዕል ንገብር ምጥፍፋእ ትበሃል የለን ኣብ ዘይመዓልኡ ምውዓል የለን እቲ ዘገድስ ንሱ እዩ። እቲ መዓላ ዝውዕል እውን ብጥንቃቐ፣ ብመፅናዕቲ፣ ኣብ ኣገደስቲ ዝበሃሉ ንሎሚ፣ ንፅባሕ፣ ንድሕሪ ፅባሕ ዘድልዩ ኢልካ ክትሰርሕ፣ ክትዛረብ ትኽእል። ማ ናይ ባፅዕን ናይ ዓሰብን ኢለ ትማሊ ዝዛረብ ነይረ። እዚ መደባት እዚ ከነፅንሖ ኣለና እንድሕር ኢልና፣ ናይ ዕድል ክሳራ ኣለዎ መነፅናሕ እንድሕር ኮይንና ማለት እዩ። ኣብቲ ዞባውን ዓለማውን ቁጠባ ኣቲኻ ክትሰርሕ እንተኾይንካ ግን እዚኦም ቀዳምነታት ኣይኮኑ ኢልካ ምናልባት ብድሕሪት ክትሰርዖም ትኽእል፣ ምስ ሓፅብታት ከተቃዳድሞም ኣይትኽእልን ኢኻ፣ ምስ ፅርግያታት ከተቃዳድሞም ኣይትኽእልን ኢኻ፣ ምስ ናይ ፀዓት ፕሮግራማት ከተቃዳድሞም ኣይትኽእልን ኢኻ ግን ነብስኻ ኣብ ኮፍ ዘበልካሉ፣ ሰዓት ኢኻ ክትወዳደር ትኽእል። ንስኻ ከይሰራሕካ ኣወንዚፍካያ ትጸንሕ ፕሮግራማት ንኻልኦት ክጽበዩኻ ኣይኮኑን ንዓኻ። ኢንፋክት ናይ ብሓቂ እንተ መጺኻ ኣብዚ ከባቢ ዘሎ ነዚኤን ክልተ ወደባት እዚኣተን ከይነማዕብል ዝግበር ምሕንኳላት ማእለያ የብሉን። ኣነ ናይ ጅቡቲ ናይ ፖለቲካ ክገብሮ ይደሊ ነቲ ጉዳይ ግን ጅቡቲ ክትምዕብል ከም ዓባይ ወደብ ኣብዚ ከባቢ ከም ሃብ ዓሰብ ከይትባጋገስ ባጽዕ ከኣ ከይባጋገስ ዝግበር ጸቕጥታት ማእለያ የብሉን ስለዚ ኣነ እዚ ፕሮጀክታት እዚ ተጸንዐ ሰነድ እንድሕር ኣለኒ ኮይኑ ንዕኡ ከተግብሮ ምእንቲ ጽባሕ ድየ ክጅምሮ ድሕሪ ጽባሕ ድየ ክጅምሮስ ከም ሰለጠኒ ቀልጢፈ ከይጀምሮ ክወጻጸኣኒ ሕጂ ምስዚ ትብሎ ዘለኻ ተፈላለየ ኣታዊታት ኣላታ እቲ ገሊኡ ካልእ ሓሳብ ውን ዘለዎ ኣይኮነን ኮፍ ኢሉ ክቁዝም ዝውዕል ክምህለል ክሓልም ዝውዕል ዘየለ ነገር ከም ዘሎ ኮይኑ ዝረኣዮ ክንድዚ ኣሎ ከምዚ ኣሎ ከምዚ ኣሎ ኢሉ ዝዛረብ ክህውትት ዝውዕል ኣሎ ነዚታት ጉዳያት ክትፈትሕ ኢልካ ኣይትዛረብን ኣብ ጽርግያ ወሪድካ እዘን ትካላት እዚኣተን ንገዛእ ርእሰን ክንዛረበሉ ዘይንደሊ ብዙሕ ካብቲ ዝግበኣና ኣይንወስድን ኢና ንብዙሕ ምኽንያታት እቲ ውዕላት ርትዓዊ ኣይኮነን ቀዳማይ ነገር ውዕላት ርትዓዊ ዘይኮነሉ ከዓ ዓቕሚ ብዘይብልካ ግዜ ካብ ዳህሳስ ጀሚርካ ናብ ኩዕታን ናብ ምዝመዛን ክሳብ ደረጃ ትኸይድ ዓቕሚ እንድሕር ዘይብልካ ብርክታትካ ወይ እቲ ካብኡ ትረኽቦ ይጠፍእ እዩ፣ ኮምፕሮማይዝ ትኸውን። ብዙሓት ናብ ከምዚ ዝኣመሰለ ናይ ዕደና ፕሮግራማት ዝኣትዋ ሃገራት እቲ ጸጋታተን ልዕሊ መሬት ይኹን ትሕቲ መሬት ኣሎ፣ እተን ዘውጽኣኦ ትካላት ግን ሓቀን እየን ከምኡ ክገብራ ትብል ተኽኢላ ግን ርትዓዊ ድዩ ርትዓውን ርትዓውን ዘይርትዓውን ምዃኑ ብናትካ ዓቕሚ ዝውሰን እዩ መጀመርያ ናይ ክኢላታት ዓቕሚ ይብልካን ናይ ተክኖሎጂ ዓቕሚ ይብልካን ናይ መሳለጥያታት ዓቕሚ ይብልካን ካብዚ ዝጠቅም ዘይጠቅም ክሳብ ናይ ቤት ጽሕፈት ዝሰርሕ ሰብ ዝግበር ወጻኢታት ኣብቲ ሕሳባት ናይቲ ፕሮጀክት ናይ ዕደና ስለ ዝኣቱ፣ ኣብ መወዳእታ እቲ ንስኻ ክትረኽቦ ዘግባኣካ ብርኪ ኣይትረክብን ኢኻ። ሓደ ካብቲ ክክለስ ዘለዎ ፖሊሲታትን ዳግም ክጽናዕ ዘለዎ ጉዳያትን እዚ እዩ። ኣብ ዕደና እትተሓሕዛና ብኣጠቓላላይ፣ ካብ ደንጎላ እምኒ ጀሚርካ፣ ካብ ዓረን ካብ እምነ በረድን ጀሚርካ ክሳብ እቶም ክቡራት ሜታላት ወይ ማዕድናት ዝበሃሉ ስእሊ ክህልወና ክእል ኣለዎ ብሃገር ደረጃ። ቀደም እተገብረ ስእሊ ኣሎ፣ ናይ ጥልያን እተገብረ ዳህሳሳት ኢልና ክንዛረብ ንክእል፣ ድሕሪኡ እተገብረ ዳህሳሳት ኣሎ፣ ኣብዚ ቀረባ እዋን እተገብረ ዳህሳሳት ኣሎ፣ ሕጂ እውን ሙረበዓት ወይ ብሎክስ ተባሂሉ ዳህሳሳት ዝካየደሉ ከባቢታት ኣሎ። ኣብ ኣእምሮ ዝኾነ ለዋህ ክመጽእ ዘለዎ ኣተሓሳስባ ክንደይ ዝኣክል እዩ ካብ ነፍሲ ወከፍ ማዕድን ዘሎ ዕቑር ወይ ሪዘርቭ ኣበየናይ ከባቢታት ኢኻ ዝርከብ ኣብ ጽፍሒ መሬት ድዩ ኣብ ዕምቆት እዩ እንታይ እንታይ ዓይነት ኣለዉ ዘይዳህሰስናዮም ገና ክንድህስሶም ዘለና ነዚ ክንፈልጥ ምእንቲ ፍልጠትን ሓያላት ትካላትን የድልየና። ንዕኡ ክእዝዝ ዝኽእል ኣሰራርሓ ወይ ስርዓት ከኣ ክህልወና ክኽእል ኣለዎ። በዚ ሕጂ ንገብሮ ዘለና ክንቅጽል ደይክንቅጽል ቅድም ተጠንቂቕና ነዚ ዝሓለፈ ተመክሮ ክነጽንዖ ክንክእል ኣለና። እዘን ቅድሚ ሕጂ ምስኣተን ዝሰራሕና ኩባንያታት ወይ ሕጂ ምስኣን ንሰርሕ ዘለና ኩባንያታት ከመይ ጌርና ኢና ክሳብ ናይ ምምዝማዝ ናይቶም ጸጋታት ንበጽሕ ከነማዕብሎ ዘለና ብቕዓት እንታይ እዩ? ኣነ ከም መደምደምታ ቅድሚ ሕጂ ደሓን እስከ ንግዚኡ ከወጻጽኣና ይኽእል ኢልና ዝኣተናዮ ውዕላት ኣሎ፣ ክንደይ ካብኡ ረኺብና፣ ብርኪታት ክንደይ እዩ፣ ከመይ እዩ ተቢሉ፣ ተሸይጡ እዚ ካልእ ኣርእስቲ እዩ። ንድሕሪ ሕጂ ግን ኣብዛ ሃገር ዘለዉ ማዕድናዊ ጸጋታትን ዘይማዕድናዊ ጸጋታትን ሓደ ብሓደ ን መነባብሮ ህዝቢ ንምምሕያሽ፣ ቁጠባ ሃገር ንምሕያልን ንምዕባይን ብኸመይ ጌርና ኢና ክንጥቀመሎም ዘለና፣ ኣብ ምንታይ ኣብ ምንታይ መዓላ ክነውዕሎም፣ ከመይ ጌርና ከ እቲ ንዓና ዝግብኣና ክንረክብ ከመይ ጌርና ክንሰርሖ ኣሎና፣ እዚ ሕጂ ሞያ ኣሎ፣ ትምህርቲ ኣሎ፣ ቴክኖሎጂ ኣሎ፣ ማሺነሪ ኣሎ፣ መሳለጥያታት ኣሎ፣ እተፈላለየ መሳርሒታት ኣሎ። ብዙሕ ተማሂርና ኣለና ሕጂ ኣብ ክንደይ እትየን ተን ኩባንያታት ክንደይ ኮዒቶም ክንደይ ሸይጦም ብርኪ ናይ መንግስቲ ኤርትራ እንታይ እዩ ትዘገርም ነገር ከዓ ምዚ ናይ ቁጠባዊ ሸርሒ ተጻብኦታት ንብሎ ናይ መንግስቲ ኤርትራ ናይ ወርቂ ዕደና ፕሮግራማት ክንምንጥሎ ክንክእል ኣለና፣ ከነሕድጎ ክንክእል ኣለና፣ እቲ ገንዘብ ኣብ ምንታይ እዩ ዝኣቱ ዘሎ፣ ንኣጽዋር ህልቂት ይጥቀምሉ ከይኮኑ ንኻልእ ይጥቀምሉን ዘይጥቀምሉን ማዕ እዚ ዝበሃል ኩሉ ኣብ ዜና ዝዝርጋሕ ዘሎ ስለ ዝኾነ ኣነ ኣብኡ ብዙሕ ዘሰክፍ ነገር የብልናን። ዋና ነገር ግን ክሳብ ሕጂ ምስ ዝተፈላለያ ኩባንያታት ጌርናዮ ዘለና ውዕላት ኹን ሕጂ ነካይዶ ዘለና ፈተነታት ህድእ ኢልና ከም ብሓድሽ ክንግምቶ ክንክእል ኣለና። ካብ ቢሻ ክንድዚ ዝኣተወ ወርቂ ኣሎ፣ ክንድዚ ቢልዮናት ዝኣተወ ገንዘብ ኣሎ ኢሉ ዝሓልም እንድሕር ኣሎ ኮይኑ የቃንዓልካ ሕልምኻ ሓቂ ክግበረልካ ጥራይ እየ ዝብሎ እምበር እዚ ኮይኑ ከምዚ ኮይኑ ኣይኮነን ኣብዚ ኔሩ ክንድዚ ኣትዩ ክንድዚ ኣይኣተወን ኢልና ኣብይ ንዛረብ ኢና ከምኡ ስለ ዝኾነ መሰረታዊ ቃና ናይ ፖሊሲና ደወጻጽኣና ንግበር። ሳስተይነብል ዝኾነ ዕብየት ናይ ቁጠባ ከምጻልና ዝኽእል ኣየናይ ኣየናይ ኣየናይ መደባት ኣየናይ ኣየናይ ፕሮጀክታት እዩ ብኸመይ ጌርና ከነተግብሮ ንኽእል ከመይ ጌርና ጸጋታት ነጓሳጉሰሉ ናይ ምትግባር ዓቕምና ከመይ ጌርና ነሕይል እዩ። ኣብ ከምዚ ኣመሰለ ዘረባታት ምእታው እንታይ ፋይዳ ኣለዎ? ወይ ንፖለቲካዊ ምርግጋእን ካልእ ስነ-ኣእምሮኣውን ማሕበራውን ምርግጋኣት ኣምጺእልካ ዝኾነ ዛንታ ትዛረብ ብዙሕ ኣገዳስነት የብሉን። ኣነ ከምቲ ቀዲመ ፈለማ ዝበልክዎ ሰብ ኣይትጠብር። ሰብ ተስፋ ምሃብ ሓደ ነገር እዩ፣ ሰብ ምጥባር ግን ነውሪ እዩ። ብፖሊሲታትካ ሰብ ክትጥብር ምፍታን ከኣ ኣሽካዕላል ጥራይ ስለ ዝኾነ መንግስቲ ዘሽካዕለሉ ምኽንያት የለን ዝሰርቕ መንግስቲ የለን ካብ ወርቂ ናይ ቢሻ ናይ ቃል ማሉ ካብዝን ካብትን ኣኻኺቡ ጅብኡ ዘእቱ የለን ዘእቱ እንድሕር ኣሎ ኮይኑ ዳኡ ቖሪ ማለት እዩ።